ሰላምታይ ረሳዕኩን ክቡራት ቤተሰብ ማህሳር ናይ ሎሚ ቪድዮ ካብ ናይ ካልኦት መዓልትታት ፍልይ ዝበለ ምዃኑ ኣቐዲመ ክሕብረኩም ፈቱ ነዚ ስዒበ ዘቕርበልኩም ዛንታ ሰሚዕኩም ሓውና ንገሌና እውን ኣቦና ክኸውን ዝኽእል ሓሳብ ልቡ ክሰምረሉ ከም ሰቡ ክመስል ሕለናዊ ግዴታና እዩሞ ናብ ብዙሕ ሰብ ክበፅሕ ሸር ክትገብርሉ ኣቐዲመ ክምሕፀነኩም እፈቱ ስመይ ንጉዙ እዩ ተዓቀበለይ ክዕቅቦ ዝገበረኒ ምኽንያት ከዓ እዛ ካብቲ ብዙሕ ቁንጭለ ቢለ ዝዕለኩም ዛንታይ ክትገልፀልኩም እያ ዕድመይ ኣብ ኣርባዓታት ዝርከብ ኮይኑ ተቐማጢ ሃገረ ደኒማርክ'የ። ናብዛ ዓዲ ከም ሰበይ ባሕርን ሰሃራን ሰጊረ ምስ ሕሰምን መከራን ተፋሊመ'የ ኣትየ። ኣብዛ ዓዲ ካብ ዝኣቱ እውን ዛጊድ ዓሰርተ ክልተ ዓመት ገይረ ኣለኹ። ናይ ሞያ ትምህርተይ ወሲደ ብሞያይ እናሰራሕኩ ንነብሰይ ኮይነ ንስድራይን የሕዋተይን ኣብ ምሕጋዝ'የ ዝርከብ። ክሳብ ሕጂ ግን ሓዳር ኣይገበርኩን። ናተይ ዝብላ ሰበይቲ ሒዘ ተመርዕየ ቁሱንን ርጉእን ሓዳር መስሪተ ጽቡቓት ቆልዑ ክወልድ ኩቱር ባህጊ እዩ ዘለኒ ኩሉ ሰብ ይብህግን ይምነን እዩሞ ግን ኣይከማይን ስለ ዘይረኸብክዎ ግዲ ኮይኑስ ኣብ ሓዳርን ውላድን ዘለኒ ባህጊ መዐቀኒ የብሉን ኩሎም የዕርኹተይን መተዓብይተይን መጋድልተይን ዝነበሩ ምስ ደቆምን ኣንስቶምን ክርእዮም ከለኹ ዝስማዓኒ ስምዒት ክጎልጾ ኣይክእልንየ ግን ከኣ እንኳዕ ሓደይ ኮና እንኳዕ ፈጠረሎም እየ ዝብል ስድራይ እውን ኣብ ዝደወልኩሎም ግዜ ዘይትምርዖ ሓዳር ዘይትገብር እንዳበሉ እዮም ዝቕስቅሱኒ ክሳብ ሕጂ ምስ ጓል ሰብ ዘይምውሳበይ ክዕልለኩም ኣነ ጌና ብንእሸይ እንኮሎኩ እየ ተጋዲለ ኣብ ውግእ ኤርትራን ኢትዮጵያ ውን ተሳቲፈ እየ ኣብቲ ውግእ ማለት ኣብ ክልተ ሽሕ ዓመተ ምህረት ተወጊኤ ነይረ እየ ምስ ከማይ ዝኣመሰሉ ብዙሓት ውግኣት ንሕከመሉ ኣብ ዝነበረ ግዜ ብሰንኪ ዋሕዲ መሳርሒ ሕክምና ሓንቲ መሳርሒ ናብ ብዙሓት ውግኣት እያ ትዛወር ነይራ ጻዕቂ ውግኣት ስለ ዝነበረ ውን እቲ መሳርሒ ከየምከኑ ዝጥቀምሉ እዋን ነይሩ ኣብዚ ግዜ እዚ ከኣ ዕድለይ ኮይኑ ኤች ኣይቪ ክሓልፈኒ ኽኢሉ። ተሰካሚ ሕማም ኤች ኣይቪ ኢኻ ምስ በሉኒ ብቡምባ ገይረ ነብሰይ ከጥፍእ ወሲነ ነይረ እየ። ግን ፈጣሪ ጸናሕ ኢሉኒ እነሀለኹ ብህይወት። ከምዚ ኢለ እውን ብህይወት ክጸንሕ ይሓስብ ኣይነበርኩን ምኽንያቱ ኣብቲ ሽዑ ግዜ ኤች ኣይቪ ቀታሊ ሕማም እዩ ነይሩ። ኣብዚ ሕጂ ግዜ ግን ሳላ ሕክምና ምስ ዝደለኻዮን ምስ ዝደልዩኻን ሰባት እዩ ከዋስበካ ዘይክእል እምበር ከም ኩሉ ሰብ ይሰርሕን ህይወተይ እውን ይመርሕ ኣለኹ። ተሰካሚ ሕማም ኤች ኣይቪ ምዃነይ ሓደ ንእሸይ ሓወይ እምበር ካብ ስድራይ ይኹን ካብ ቀረብተይ ወላ ሓደ ሰብ ዝፈልጥ የለን። ንዕስራ ዓመታት ዝኣክል ኣብ በይነይ ገይረዮ እየ ዘለኹ። ስድራይ ከምኡ እውን የዕሩኹተይ ንኽምርዖ ብዙሕ ግዜ ሰበይተይ የማፅእሉ እዮም። ኣነ ግን እታ ነብሰይ ስለ ዝፈልጣ ብምምኽና እየ ዘሕልፋ። ደስ ዝብላኒ ዘቕርባኒ ኣዋልድ እውን የረክብ እየ ግን ዕረ እንዳጥዓመኒ እየ ዝርሕቀን። በቃ ሕጂ እሞ ተመንይዎም ከም ሓደ ፈታዊ ነብሱ ሓዳር ክገብር ዘይደሊ ገይሮም እዮም ዝፈርዱኒ። ስለ ዝፈረዱኒ ግን ኣይሕዘሎምን'የ፣ ምኽንያቱ እቲ ከፍርዶም ዝኸኣለ ምኽንያት ኣጥዕየ ስለ ዝፈልጥ። ከምዚ ኸማይ ሓደጋ ዝወደቐን እሞ ካብ ባህግታተንን ሕልምታተንን ዝተረፋ ኣሕዋት ከም ዘለዋ ኣይጠራጠርን'የ። ስለዚ ትምኒተይን ባህገይን ከስምር ኣብዛ ዓለም ሓድጊ ዝኾነኒ እኳ እንተወለድኩ፣ ብመንገዲ መሃሱሳር ኣቢለ ምስ ሓንቲ ንዓይ ትመስል ሰብ ክራኸብ ይደሊ ኣለኹ። ኣብ ዝሃለወት ትሃሉ ብዘየገድስ ዕድሚኣ ግን ካብ ዕስራን ሓሙሽተን ንላዕሊ እንተኾነ ተመራጺ'ዩ። እምነተይ እውን ክርስትያን እዩ። ንዓይ ትመስል ሰብ ንኽረክብ ናብ ብዙሓት ሰብ ክበጽሕ ንእትገብሩለይ ደገፋት ኣቐዲመ ከመስግን ይፈቱ። ሓውኹም እየ ካብ ደኒማርክ። ኩቡራት ቤተሰብ መሃሳር ክምቲ ኣብ መእተዊ ቪድዮ ዝበልክዎ ናይ ሎሚ ቪድዮና ካብ ናይ ቅድሚ ሕጂ ዝወረደ ፍልይ ዝበለ እዩ። ሓውና ዛንትኡ ምስ ኣዕለለኒ ግን ዛንትኡ ስለ ዝተንከፈኒ እየ ከቑርበሉ ተገዲደ። ሓውና ንዑ እትመስል መጻምዲ ክረክብ ሕልናዊ ግዴታና ስለ ዝኾነ ናብ ብዙሕ ሰብ ክበጽሕ ሸር ክትገብርሉ ደጊመ ከዘኻኽረኩም ንፈቱ። ነዛ ቪድዮ ሰሚዕኪ ንሓውና ክትረኽብዮ ምስ እትደልዪ ኣድራሽኡን ምሉእ ስሙን ንምርካብ ናብ ቁጽሪ ዋትስኣብና ሰላሳን ሰለስተን ሓምሳን ክልተን ዜሮ ክልተ ዕስራን ክልተን ዕስራን ሓደን ወይ ከኣ ብኢመይል ኢንፎ ኣት መሆሳር ዶት ኮም ርኸብኒ። ምሳኹም ዝጸናሕኩ ሓሙየ'የ። ክሳብ መወዳእታ ቪድዮ ምሳይ ሓቢርኩም ብምጽናሕኩም ካብ ልቢ የመስግን። ክሳብ ብኻልእ ቪድዮ ዝምለሰኩም ሰላም።